ካባየይ ክትምሃሮ ዝደሊ ግዴታ ኣይኮነን ኣብ ስደት ኣፍቃሪ ስለ ዝሓዝካ ገንዘብካን ክብርኻን እናሃብካ ኣብ ሂወትካ ንኽጸንሕ ትገብሮ ሸውዓተ ዓመት ኣብ ፍቕሪ ክንጸንሕ ካብ ስርሐይ ከይወጻኹ ገዛይ እናስራሕ ሰላምታ ኣይረሳዕኹን ፍተዋ ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ ካባይ ተምሃሮ ዝብል ናይ ሓንቲ ዝገርም ጅግንነትን ጽንዓትን ዘለዋ ስደተኛ ሄዋን ዝጸሓፈትለይ ዛንታ እየ ሒዘልኩም መጽየ። ከምቲ ኩሉ ግዜ ኣነ ዛንታ ኣንቢበ ምስ ወዳእኩ ሓሳበይ ከውስኽ እየ፣ ንስኻትኩም እውን ኣብ ኮሜንት ጽሓፉ። ናብዛ ዛንታ ኣተብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። ዛንታኣ ከምዚ እዩ ዝብል፣ ሰላም ደኣ ኣቦዋይ ኣነሲ ካብ ዝከታተለኪ ብዙሕ ዓመታት ገይረ፣ መኣዘ እያ ትለቅቕ እናበልኩ ብሃንቀውታ እየ ዝጽበየኪ፣ ብዙሕ እየ ተማሂረ ኣቢየይ ፍትው እየ ዘብለኪ። ብኣካል ክረኽበኪ ሓደ መዓልቲ ተስፋ ኣለኒ። የቐንየለይ ዝሓፍተይ ብጣዕሚ እየ ዘመስግን ክንራኸብ ኢና ከዓ እና ናብ ሕቶይ ድኸኣቲ ኣፍቃር ኣለኒ ሸውዓተ ዓመትና ኢና ብፍቕሪ ካብ ንሕፀለ ሸሞንተ ወርሕና ኢና ብጣዕሚ እየ የዋህ ምንም ሓረካት ኣርእኒ ኣይፈልጥን ክስካብ ዝሐዚ ኣብ ዓዲ እዩ ዘሎ ካብ ዝኸድና ዓዲ ሰለስተ ዓመቱ ገይሩ ኩሉ ግዜ እዩ ዝድውለለይ ዋላ እንተ ኣብ ስራሕ ኮይኑ ብጽሑፍ ይጽሕፈለይ። ወድያብ ካብ ስደት ካብ ስደት ምስ ከደ ካብ ሞት እዩ ተሪፉ። ብጣዕሚ እዩ ሓሚሙ ነይሩ። ብሰብ እዩ ዝለዓል ነይሩ። ኣነለ እናደወልኩ ኣጆኻ ይብሎ ነይረ። ክልተ ኣሕዋቱ ወድን ጓልን ኣለዉ። ኣብዙይ ዘፋለጠኒ ብጣዕሚ እዮም ዝድውሉለይ። ኣነለ ከምኡ ንከባበር ኢና። ምስ ሓመመ ናብ ወለዱ እናሓፈርኩሲ ኣሕዋቱ እዮም ዝሓውስኒ። ብጣዕሚ እዩ ዝርድኦም። ይገርመኒ ብኣቶም በተለይ እዛ ጓል። ኣጆኺ ትብለኒ ለኣየ ኣነለ ቀትሪ ኣውግዕ ውዒለ ምሸት ግን እናበኸኹ እየ ዝሓድር ነይረ በቃ ክወፅእ ድዩ እናበልኩ ብጣዕሚ እየ ዝሓዝን ነይረ ንሱለ ሓሚሙ እናሃለየ ከይትጭነቕ እናበለ ይድውለለይ ነይሩ ኣብ ማእሲ ደቂሱ ንባዕሉሲ ብዛዕባ ይጭነቕ ነይሩ ሓደ መዓልትሲ እናውጋዕናማ እምበይተዋይ ኢልኒ ወየይ ጎይታዋይ ኢለዮ ብሽምና ኣይንፀዋዋዕን ተማላሊኤኪ ዶ ኣነ ርጉም ንዓየይስ እንድዕዋ ንኣኺ ተማላሊኤኪ ኢልንማ ኣነለ ተናዲደ ንባዕልኻ ሓሚምካስ ጎይታ ወይ ኣነ እንታይ ከይኮን ኢለዩ ክስካብ መጨረሻ ኣብ ጎንኻ ኣለኹ ኣጆኻ ኢለዩ ማለተይ እንተሓሚመስ ትሓድገኒ ዶ ትኾን ዝብል ሓሳብ ናብ ውሽጡ ከይህሊ ኢለ እየ እሺ እምበይቶዋይ ኢልኒ ቀጺልና ወግዕና ትሰምዐኒ ዲኻ እንተነጊረካ ኢለዮ ከምዝሰምዐኒ ኣይጣራጠርን ግን ሕቶ እየ ሓቲተዮ እሺ ኢሉኒ ዝኾነ ማይ ጸሎት ኣሎሲ ኪድ ኢለዩ ክትመሓር ኢኻ እመነኒ ኢለዩ። ኣነ ግን ሓሊመ እየ፣ ቀይሕ ሰብኣይ እማ ንዓና ብዙይ እናበሎ፣ ንሕማቕለ ንጽቡቕለ እየ ሓሲበዩ። ካብኡ በስመኣም ኢለ ተሲኤ። ልኾነት ዓባይ ቤተሰበይ ነይራ እማ ነጊረያ። እቱ ሕልሚ ንሳለ ማይ ጸሎትይ ኺድ ኢላትኒ እማ፣ ኣነለ ለይምፍላጥ ሕማቐዩ፣ ፈሊጣ እያ ከይጭነቕ እምበይ ሞትዶ ይኾን እናበልኩ ውሽጠይ እሺ ኢለያ። ምስ ዓጸኹዋ ግን ብኽይ ኣቢለ ክስካብ ደም ዕረ ልጥሕመኒ። ካብኡ ኪድ ኢለዩ። ኣየዐንቀፈንን ከይዱ። ዋላ ቀርሺ ክሰደልካ ኢለዮ እኒኤኒ እዩ ኢሉኒ። ከይዱ ሰለስተ ሰሙን ተሓጺቡ ተማሒሩ በልናካ ኣቢየ ተኣምር እዩ ናይ ፈጣሪ ስራሕ ሓደ ዓመት ሙሉእ እዩ ተሳቕዩ ዘይከዶ ኣይነበረን ናብኡ ምስ ከደ ግን ከም ዘይነበረ ተቓንጢጥሉ ተመስገን ኢልና ኣመስጊነ ምጽጋብ ስኢነዩ ንኣምላኸይ ከም ዝሓለምኩ ግን ነጊረዮ ኣይፈልጥን እዚ ኩሉ እናዕለልና ግን ምስ ወለዱ እዩ ነይሩ። ወለዱ ይፈልጡኒ እዩ ግን ኣየዋግዖምን ማለተይ ኣነ ክስካብ ዝምርዖ ከይተራኽበኒ እየ ኢለ እዩ። ምስ ኣሕዋቱ እምበር ካብኡ ምስ ሓውየ ብዓዱ ወዲእና። ዓድናለ ካርና ርሑቕ ርሑቕ ኣይኮነን ይፋለጡ እዮም ወለድና። ዕዳጋናለ ብሓደ እዩ። ብጣዕሚ ደስ ኢልዎም ናይ ክልቴና ወለዲ። ኣንሕናለ ብጣዕሚ ኢና ንፋቐር። ሸሞንተ ወርሒ ካብ ንሕጸ ካብ ንላለ ግን ሸውዓተ ዓመትና። ስደት እናሃለየ ቅርሺ የለቅሐኒ ከም ድላየይ ኣነለ ከምኡ የለቅሖ ነይረ ብዘይ ምስኽኻፍ እንካ ሃባ ንበሃሃል ካብኡ ኣነለ ርያል ኣየቕርየሉን ንሱለ ከምኡ ንተሓላለ ከም ሓው ከም ሓፍቲ ንተሓላለ ከም ጓና ንተሓሳሰብ እና እንታይ ድየ ክብለኪ ደልየ ኣቢየይ እዚ ኩሉ ዛንታ ተሕልፍዮ ብደንቢ እየ ዘዳምፆ ግን ሓደ ሓደ ዘሎሲ ይገርመኒ ንምንታይ እዩ ክስካብ ነብስኻ ቅርሽኻ ዕድመኻ ትስወኣሉ ንዓኻ ዘይኾን እናፈለጥካ እሞ እረ ሕደጋ ኣሕዋተይ ተምሃራይ ዶ በቃ ጓል መዳም እኮ ከምዙ እያ እናተብሃልና ንነብር እኮ ክንደይ ኣለዋ ጀጋኑ ኣብ ዕላመኣን ፅኑዓት ካብኣተን ኣነ ሓንቲ ባዕለ እየ ብዘይ ምግናን ዝፈልጠኒ ይፈልጠኒ እዩ ትሽዓተ ዓመተይ ኣብ ሓደ ገዛ ቀዋሚ እዩ ስርሐይ ናይ ስራሕ ዕዱል እዩ ትወጽእ ትኣቲ ኣነ ሕቶ ኮይኑኒ ዘሎ ግን ልቢ ግበራ በተለይ እዛ ትማሊ ዝጽሓፍክያ ዛንታ ብጣዕሚ እያ ገሪማትኒ ከመይ ድዩ ፍቅሪ ምትሕልላይ ዶ ኣይኮነን እዩ ናትካ ተዘይ ኮይኑ ግን ምስ ክብሪ ዘይህበካ ምጉዓዝ ክሳራ እዩ ብናተይ ሓሳብ ሕደግ ኣባ ኣሕዋተይ ነብስና ንፍቶ እሞ ወለድኺ ንወለድኺ ንእሽተይ ክብሪ ንዘይብሉ ሰብ ከመይ ኢለ ክርስዖ ምባልኪ ኣሸንኳይዶ ንጥቕምኺ ከም ዝቐረበኪ እናፈለጥኪ ንእሽተይ ዘይደልየካ ምዃኑ እንተፈሊጥካ ለእ ቀስ ኢልካ ምርሓቕ እዩ ልቢ ግበሪ ሓፍተይ ሕደጊ ብጣዕሚ እዩ ተሰሚዑኒ ዝጽሕፎ ዘለኹ ሕደጋ ኣሕዋተይ ዋጋ ዘኽፍለና ስራሕ ኣይንስራሕ ናትና ታሪኽ ብዙሕ እዩ ግን ንእሽተይ ከካፍለክን ንዓና ከባእስ ሰብ ዘይገበሮ ነገር የለን ንዓየይ እናደወሉ ምስ ሓመመ እንታይ ክትገብሩ እየ ኢኸ ይብሉኒ ነይሮም ግን ክልተ ሓደ ኢና ኣይንሰምዕን ከም ንፋቐር ማንም ሰብ እዩ ዝፈልጠና ካብኡስ ምስ ተሓጸና ኩሉ ሰብ እናደወለ እንኳዕ ደስ በለኩም ተሓጒስና ኢና ኢሉና ኣሜን ኢልና ካብኡ ምስ ተደዋወልና ምስ ጎይታ ወይ ንስሕቕ ንባዕልኻ እንተኾይንካ ኩሉ እዩ ዝፈትወካ እናበልና ኣነ ክስካብ ዘሐጂ ዘጎይተይተይ ዝጎይታዋይ እናተባሃሃልና ብጣዕሚ ኢና ንራዳዳእ ቅርሽባ ገለባ ለይገበርክለይ ለይገበርካለይ ኢልና ኣይንኮራርን ክስካብ ንምርዖ ቅርሹ ምስ ባዕሉ ቅርሸይ ምስ ባዕለይ ካባና ንፋቐር ወድያው እዩ ከም ዓብይን ንእሽተይን ኢና ንመስል። ዘፍቅረካ ሰብ ዋላ ቅርሺ ሃብኒ ኢልካ እንተዘይሃብካዮ ምንም ኣይኾርን ኣይቕየርን። እኳ ደኣስ ገዲዱ የፍቅረካ። ካብ ባዕለይ ዝተምሃርክዎ እኳ ክሕግዞ ደስ ይብለኒ ፃዕራም ስለዝኾነ ግን ኣይቕበለንን። ወለዲ ይበልዓ ኣሎ ከይብሉ እንተደንጉየ ከይሓወልኩ ስደድሎም ቅርሺ ይብለኒ እና ተመስገን ከም ጎይታዋይ ዝበለ ሰብኣይ ይሃብክን ዘን ኣሕዋተይ። ዕላማይ ኣሳኺዐ እየ ገዛይ ሙሉእ ዘይጎደሎ ሰሪሐ ወዲኤ መሻረፈይ ንእሽተይ ወርሒ ሒዘ ክኸይድ እየ ክስካዕ ዕላማይ ዘሳኽዕ ኣይዕንቀፈንን ኣጆኹ እናበለ ኣብ ጽቡቕ ኣለኹ የኽብረለይ መርቓና ኣለዋ ኣብ ዕላማኽን ጽንዓ ምስ ተመርዓና ብፎቶ ክንመጸክን ኢና ብናይ ኣቢ ዩትዩብ ቆሪብና ኢና ንኣቲ ምስ ፍቃድ ፈጣሪ ይቅርታ ጽሑፍ ኣብዚሐልካ ኣቢ ዝብል እዩ ዛንታኣ። በዚ ኣጋጣሚ ኣነ እውን ክውስኾ ዝደሊ ኣነሲ እዛ ዛንታ ከንብባ ከለኹስ ኣብዚ መጀመርያ ደስ ኢሉንስ ክስካዕ መወዳእታ ግን ዝኾነ በዲልኒ ወይ ጠሊሙኒ ንኸይትብል ተደጋጋሚ ከምኡ ስለ ዝገጥምሲ እናፈራሕኹ እየ ኣንቢበያ ድሓር ግን ክስካዕ መወዳእታ በቃ ደስ ዝብል ኮይኑ ስለ ዝረኸብክዎ ብጣዕሚ እዩ ደስ ኢሉኒ በዚ ኣጋጣሚ ክብለክን ዝደሊ ካብ ናይ መብዛሕቲኸን ኣሕዋተይ ካብ ዝተዓዘብክዎ ኣፍቃሪ ክትሕዛ ከለኽን ገንዘብ እንተ ዘይሂብክኒ ወይ ንፈላለ ክብል ከሎ ስለ ዘይሃብክዎ፣ ክኸይድ ኢልክን ሰጊእክን ገንዘብክን ትህባ። ንራኸብ ኢልኪ ኣይንራኸብን ምስ በልክዮ፣ በቃ ኣይተኽብርንን ኣይትደልይንን ስለ ዝበለኪ ጥራሕ፣ ሓሳዊ ስለ ዝኾነ፣ ሓቀኛ ኣፍቃሪ ስለ ዝኾነ፣ ብሓሶት ስለ ዝቐረበኪ እቲ ዝደልዮ ነገር ምስ ሰኣነ፣ ክኸይድ እየ ክብለኪ ከሎሲ፣ በቃ ብሰንኩ ይኸሲሮ'የ ኢልክን፣ ኣብ ጣዕሳ ንትነብራ ወይ ከይከስሮ ኢልክን ኩሉ ዝደለዮ ነገር እናመላእኽናሉ ኣብ ህይወትክን ትነብራ እሞ ብዙሕ ነገርክን ምስ ወሰደ ብዙሕ ነገርክን ምስ ከሰርክን ገዲፍክን ጠሊምክን ዝኸይድ ብድሕሪኡ ንትጣዓሳ ዓባይ ትምህርቲ እያ ዋላ ኣብ ፍቅራዊ ርክብ ዘለኽን ዋላ ኣብ ዝኾነ ኣብ ሕቶ ምልክት ዘለኽን ዋላ ገና ከይጀመርክን ኣፍቃሪ ክትሕዛ ከለኽን ክትፈልጦ ዝግበእክን ነገር ከምቲ ተደጋጋሚ ዝዛረቦ ሓቀኛ ኣፍቃሪ ተኾይኑ ኩሉ ግዜ ንዓኺ እዩ ዝደሊ ገንዘብኪ ጥቕምኺ ዘይኮነ ንዓኺ እዩ ዝደሊ ኩሉ ግዜ ንስኺ ኣብ ዕላማኺ ጸኒዕኺ ኣብ ጎድንኺ ኮይኑ ኩሉ ነገር ንክሳኸዐልኪ ኣብ ዝሓለምክዮ ኣብ ዝደልኽዮ ንክትበጽሒ ኣብ ጎድንኺ ኮይኑ ደጋፊኺ እዩ ሓቀኛ ኣፍቃሪ ስለ ዘይተራኸብና ጥራሕ ንፈላለ ስለ ዘይተራኸብና ኣይተፍቅረና ኣይትእዘዝለይን ኢሉ ጠሊምኪ ዝኸይድ ኣይኮነን ንሱ ንሎሚ ጥራሕ ዘይኮነ፣ ንሓንቲ መዓልቲ፣ ንክልተ መዓልቲ ጥራሕ ዘይኮነ፣ ክስካዕ ዘለኣለም ናቱ መናብርቱ ክትኮኒ ስለ ዝደልየኪ ማለት እዩ። ሓቀኛ ኣፍቃሪ እንድሕር ደኣ ኮይኑ፣ ኩሉ ግዜ ንስኺ ዝኾነ ነገር ክትጅምሪ ከለኺ፣ ዝኾነ ነገር ትሓስቢ ከለኺ፣ ኣብ ሓጎስ ይኹን ኣብ ሓዘን ኩሉ ግዜ ደጋፊኺ፣ ሓላይኺ፣ ከምዚ ጽሒፋቶ ዘላ ከም ሓው ክውን እዩ፣ ከም ኣፍቃሪ ክውን እዩ፣ ኩሉ ግዜ ኣብ ጎንኺ እዩ። ስለዚ እንድሕር ደኣ ሓቀኛ ኣፍቃሪ ኮይኑ፣ እዚ ተደጋጋሚ እዞም መታለልቲ ኣወዳት ዝሕስዉኽን ዘለዉ እዞም ተመታለልቲ ኣወዳት ዝቐረቡልክን ዘለዉ ሕቶ ዝኾነ ሕቶ ምልክት ክቐርበልኪ ከሎሲ ወይ ከምዚኣ ትኹን ወይ ከምዚኣ ኣይትኹን ንሱ ምልክት ሓቀኛ ኣፍቃሪ ኣይኮነን። ንኣብነት ገንዘብ ትሃቦ ኣይትሃቦ ኩሉ ግዜ ዘይቕየር መንነት ኣለዎ እዚ ኣፍቃሪኣ። ሓቀኛ ኣፍቃሪ ተኾይኑ ምኽንያቱ ንገንዘብ ጥራሕ ወይ ንሓንቲ ነገር ጥራሕ ስለ ዘይደልየኪ ዝኾነ ነገር ኣይኸውንን ክትብልዮ ከለኺ መሰል ይርደእልኪ እዩ፣ ድሌታትኪ ይርደእልኪ፣ ሕልምኺ ይርደእልኪ እዩ፣ ወይ ከምዚ ይኹን ወይ ከምዘይ ይኹን ኢሉ ኣይኸውንን ክትብልዬ ከለኺ ካባኺ ዝፍለ ኣይኮነን ሓቀኛ ኣፍቃሪ ማለት እዩ ሓቀኛ ኣፍቃሪ ካልኣይ ነገር ጻዕራም እዩ ከምዚ ሕጂ ጽሒፋቶ ዘላ ኣብ ስደት እውን ኣለቅሐኒ ኣብ ዝበለቶ የለቅሓ ንሳ ገንዘብ ሂዋቶ ለቂሓቶ እውን ቅርሺ ከየትረፈ ይምልሰላ ሳውን ከምኡ ከም ጓና ይተሓሳሰቡ ገገንዘቦም ኣኣብ ኢዶም ሒዞም ከም ኣሕዋት ከኣ ይደጋገፉን ይለቓቕሑን ማለት እዩ። ስለዚ ሓቀኛ ኣፍቃሪ ኩሉ ግዜ ጽዒሩ ባዕሉ ልክዕ ከምቲ ንስኺ ለይትን ቀትርን ንኽልቴኹም ንጥቕሚ ኢልኪ ንጽባሕ ኢልኪ ትቃለሱ እየ ዘለኺ ከማኺ ተቓሊሱ ተዓዊቱ ንስኺ ትሕጎስሉ ንሱ እውን ዝሕጎሰሉ ነገር ንኽህልወኩም እዩ ዝጽዕር። ስለዚ ሓቀኛ ኣፍቃሪ ንሳ እውን ሓቀኛ ኣፍቃሪት እያ። ሓሚሙ ከሎ ካብ ጎኑ ከይተፈለየት ኣጆኻ እናበለት ብናታ ኳስ ኣብ ትሕቲ ፈጣሪ ፈጣሪ ፈቒድዎ ብናታ ኣንደበት ኳስ ናብ ማንጨሎት ክሊላቶ ተሓጺቡ ድሒኑስ ኣብዚ ሕጂ ዘለዎ ደረጃ በጺሑላ ኣሎ ማለት እዩ። ንሳ እውን ብጽንዓት ይርከብ ይስኣን ይሕመም ኣብ ጎኑ ኮይና ንሱ እውን ኣብ ጎና ኮይኑ ሓሚሙ ከሎ ብዛዕብኣ እናተጨነቐ ኣብ ሞንጎ ሓቀኛ ኣፍቃሪ ምትሕልላይ ኣሎ፣ ምክብባር ኣሎ፣ ምድግጋፍ ኣሎ፣ እሙን ምኻን ኣሎ። ብሓፈሻ ኣብዚ ዛንትኦም ብዙሕ ነገር ኢኻ ትመሃሮ ብዙሕ ነገር ኢኻ ትርዳእ እግዚኣብሔር ኣምላኽ መፈጸምታኹም የጸብቐልኩም ንስኸውን ብሰላም መሬት ዓድኺ የርግጽኪ እየ ዝብለኪ ክብርቲ ሓፍተይ ብጣዕሚ ደስ ዝበለኒ ዛንታ እዩ ንብዙሓት ድማ ክትመሃራላ ክትጥቀማላ ተስፋ ይገብር ንሎም መዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናይ ንዓኹም ባይ ባይ